ምስጢራዊ ሰነድ ጸብጻብ ብልጽግና። ዓሰብ ኣብ ዘይግዚኡን ቦትኡን ዝመጸ ሕቶ። ወተሃደራውን ፖለቲካውን ፈኸራ ሓዲግካ ናብ ዲፕሎማሲ ምምላስ። ኣርባዕተ ቀንዲ ስግኣት ህልውና ብልጽግና ዝኾኑ ሓይልታት መን እዮም? ብቐዳምነታት ምስርዖምን ከም ዝነጻጸሉ ምግባርን ግን ብኸመይ? ኪዳን ህወሓት፣ ኣልቡርሃን፣ ፋኖን ሻዕቢያን ምፍራስ ብኸመይ? ሰልፊ ስምረት ከም ከዳሚ ጉጅለ ኣብ ምፍራስ ትግራይ ብልጽግና ንጻውዒት ወተሃደራዊ ስጉምተ ስምረት ስለምንታይ ኣጽኒሕዎም? ኣልቡርሃንን ግብጽን ብልጽግና ንምዕላው ነዊሕ ኢድ ሻዕቢያ ሕምብርቲ ኢትዮጵያ በጺሑ መንግስቲ ከፍርስ እዩ። መደረታት ላዕለዎት ሰበ ስልጣን መስመሩ ዝሰሓተ ታህዲድን ፈኸራን ጥራይ ኮይኑ ጸኒሑ። መንግስታዊ ማዕከናት ኣብ ፕሮፓጋንዳ ፈሺለን። ነጠፍቲ ምዕሳብ። ንኢትዮጵያ ዝመርሕ ዘሎ ሰልፊ ብልጽግና ኣብቲ ንውሽጣውን ዞባውን ጉዳያት ኣመልኪቱ ኣብ ዘካየዶ ውሽጣዊ ምስጢራዊ ኣኼባታት ስለያዊ ሓበሬታን ገምጋምን መሰረት ገይሩ ዘዳልዎ ሰልፋዊ ሰነድ ጸብጻብ ልሒኹ ወጺኡሎም። እቲ ሰነድ ዘተፈላለየ ጉዳያት ዘልዓለ ኮይኑ ንዓኹም ንተኸታተልትና ዘገድስ ዝበልናዮ ኣብ ዓንቀጽ ክልተ ትንተና ስትራቴጂያዊ ስጋት ኣብ ዓንቀጽ ሰለስተ ድማ መፍትሒ ሓሳባትን ትግባረ ስትራቴጂያዊ ውጥንን ኣብ ትሕቲ ዝበል ዓናቂ ሰፊሮም ንዘለዉ ኣገደሲ ነጥብታት ንምርድኡ ብዝጥዕም መልክዕ ሓሪናልኩም ኣለና። ዘምህረት ወልደ ሰማእታት ዘዳለወይ ሰይድ መሓመድ ከቕርቤ ከም ወትሩ ሳብስክራይብ ላይክ ሼር እንዳገበርኩም ክትከታተሉ ብክብሪ ንዕድም። አሰብ የኢትዮጵያ ነች ያልነው አሰብ የኢትዮጵያ ስለሆነች ነው። 100 ፐርሰንት ፒሪድ። ኣብዚ ዓንቀጻት እዚ ፖለቲካውን ወተሃደራውን ኤሊታት ህወሓት ምትእታው ሱዳንን ግብፅን ምንቅስቓስ ፋኖን ቃልሲ ህዝቢ ኣምሓራን ናብ ስትራቴጂያዊ ናይ ህልውና ስግኣት ዝተቐየረ ምሕዝነት ኤርትራ ኣብ ትሕቲ መፍትሒ ሓሳባት ድማ ጸላእቲ ምልላይን ብቐዳምነታቶ ምስራዕ ምንጻሎምን ስልቲ ህዝባዊ መራኸቢታት መደረታትን ሕቶ ኣፍ ደገ ባህሪ ናብ ዲፕሎማስያዊ መስመር ምምላስ ዝኣመሰሉ ነጥብታት ብዝርዝር ኣስፊሩሎም እቲ ሰነድ ነቲ ኣብ ፖለቲካ ትግራይ ዝተረኣየ መዋቕራዊ ምስንጣቕ ንብልጽግና ክልቲኡ ኣብ ሓደ ግዜ ማለት ዕድልን ስግኣትን ሒዙ ከም ዝመጸ እዩ ዝቐምጥ። እቲ ኣቐዲሙ ዝነበረ ናይ ሓሳብ ፍልልይ ኣብቂዑ እቲ ብጌታቸው ረዳ ዝምራሕ ንኡስ ጃንዳ ብሓይልታት ህወሓት ካብ መዝነት ግዜያዊ ምምሕዳር ትግራይ ተባሪሩ ተደፊኡ ምውጽኡ ሓድሽ ምዕራፍ ከፊቱ እዩ ድሕሪ ምባል እቲ ጉጅለ ኣብ ኣዲስ ኣበባ ዓስኪሩ ሙሉእ ብሙሉእ ኣብ ትሕቲ ብልጽግና ዝተለጠፈ ሓደ ስምረት ዝተባህለ ሰልፊ ምምስራቱ መድረኽ ፖለቲካ ትግራይ እቲ ብደብረጽዮን ገብረ ሚካኤል ዝምራሕ ጉጅለ ክብሕቶ ገይሩ ኢሉ ገምጋሙ የስፍር። ኣብዚ ጉዳይ መራሕቲ ሰልፊ ስምረት መንግስቲ ኣብ ትግራይ ኣትዩ ወተሃደራዊ ስጉምቲ ክወስድ ብወግዒ ምጽዋዖም ንብልጽግና ዓበ ኣገዳስነት ዘለዎ ነጥቢ ኢሉ የቐምጥሞ ይኹን እምበር ውሽጣዊ ተቐባልነት ንምርካብ ግን ኣጸጋሚ ምዃኑ ይኣምን ነዚ ከነጽር እንከሎ ድማ እቲ ሰነድ እቲ ኣኽራሪ ኢሉ ዝጽዋዕ ብፍላይ ናይ ህወሓት ፖለቲካዊ ኤሊት ትግራይ ነቲ ጌታቸው ረዳ ዝመርሖ ወገን ኣምሪሩ ብኽድዓት ተለኣኽ መንግስቲ ፌዴራል ብምባል ከም ዝንጸልን ገይሩ ንባዕሉ ድማ እቲ ኩነታት ኣብ ውሽጢ ህዝቢ መሰረቱን ተቐባልነቱን ከጽንዕ ተጠቂምሉ እዩ ብምባል በዚ ሸነኽ ከም ተኸስረ ተኣሚኑ ኣብ ርእሲ እዚ መንግስቲ ናብቲ ካብ መራሕቲ ስምረት ዝቐረበ ጻውዒት ተቐቢሉ ብቐጥታ ኣብ ልዕሊ ትግራይ ወተሃደራዊ ስጉምቲ ተወሲዱ ነቶም ሰፊሕ ድጋፍ ህዝቢ ዘለዎም መራሕቲ ንምጥቃዕ ተወስደ ስጉም ተባሂሉ ብደረጃ ዓለም እውን ተቐባልነት ዝኸሊ እዩ። ኣብ ርእሲኡ እቲ ኩነታት ንሕወሓት ናብ ናይ ምክልኻል ስትራቴጂ ንኽኣቱ ምቹእ ሃዋው ስለ ዝፈጥረሉ ምስ ካልኦት ሓይልታት ብፍላይ ፋኖን ሻዕቢያን ኪዳን ክፈጥር ስለ ዝሓገዞ መንግስቲ ፌዴራልን ሰልፊ ብልጽግናን ኣብ መዋጥር ክኣትው ደሪኽ እዩ ብምባል ነቲ ዝነበረ ስትራቴጅን ጸረ ስትራቴጅን ኣቃሊሑ። እዚ ይኹን ግን እቲ ብመራሕቲ ስምረት ዝቐርብ ጻውዒት ወተሃደራዊ ምትእታው ከም ኣገዳሲ ትሕጃ ክውሰድ ኣለዎ ኢሉ ዝኣምን ብልጽግና ኣብዚ እዋን እዚ ብቐጥታ ናብ ኲናት ምእታው ነቲ ስርዓት ንባዕሉ ተገምጢሉ ከፍርሶ ከም ዝኽእል ስግኣቱ ይሓበን። ስለዚ ንሕወሓት ብቐጻሊ ቁጠባዊ ማሕንቖታት እንዳገበርካ ምድኻም፣ ንስምረት ድማ ከም መተካእታ ፖለቲካዊ ሓይሊ ትግራይ ምሓዝ ከም ስትራቴጂ ከም ዝሕዙ ኣግሂድሎም። ነዚ ንምግባር ድማ ብመንገዲ ስምረት ኣቢልካ እተጀሚሩ ዘሎ ትግራይ ናይ ምፍራስ ስራሕ ብዓቢ ምስጢር ክተሓዝን ክቕጽልን የተሓሳስብ። እቲ ቀጺሉ ንመንግስቲ ፌደራልን ሰልፊ ብልጽግናን ከም ህላወኣዊ ስግኣት ዝተራእየ ኣብ ሱዳን ዝምዕብል ዘሎ ኩነታት እዩ። እቲ ጀነራል ዓብዱልፈታሕ ኣልቡርሃን ዝመርሖ ሰራዊት ሱዳን ነዚ በቲ ኣብዚ ዞባ ህልውና እናተደፍአ እትመጽእ ዘላ ኢማራት ዝድገፍ ዝነበረ ሓይሊ ዳዕ መሳርዕ እናሰዓረ ይመጽእ ብምህላው ኣብቲ ዞባ ርኡይ ምቅያር ሓይሊ ሚዛን ኣምጺ ከም ዘሎ እቲ ሰነድ ኣስፊሩሎም እዚ ኩነታት ድማ ንስትራቴጂያዊ መሓዙትና ዘዳኸመ ጥራይ ዘይኮነስ ነታ ቀንዲ ጸላኢትና ዝኾነት ግብጺ ክሳብ ኣፍ ደገና ጎቲቱ ዘምጽእ ኩነታት ፈጢሩሎ ብምባል እቲ ኣብ መቓን ጂኦፖለቲካዊ ኩነታት ዞባ ምብራቕ ኣፍሪቃ ንኢትዮጵያ ዝፈጥሮ ዘሎ ጸቕታ ኣሚኑ እታ ነዚ ኩነታት ትብለጸሉ ዘላ ግብፂ ድማ ፖለቲካውን ወተሃደራውን ደገፍ እንዳገበረት ንሱዳን ማእከል ተቃወምቲ ሓይልታት ኢትዮጵያ ትገብራ ከም ዘላ ጠቒሱ ስግኣቱ ኣቐሚጡ ምዘ ተተሓሒዙ ድማ እቲ ሰነድ ኣልቡርሃን ኣብ ጉዳያት ግድብ ህዳሰን ጉዳይ ዶብን ካብ ዘለዎ መርገፂ ብዝዘለለ ኣብ ኢትዮጵያ ለውጢ መንግስቲ ንክመፅእ ምስ ግብፂ ክሰርሕ ምስምምዑ ስለያዊ ሓበሬታ ረኺበ ይብል። ቀጺሉ እቲ ሰነድ ቁጽሪ ሓደ ሓደጋ ኮይኑ ዘሎ ኢሉ ዝረቕሖ ምንቅስቓስ ፋኖ ኣምሓራ እዩ። ሰልፊ ብልጽግና ኣብ ጸብጻቡ ፋኖ ኣብ ዝሓለፈ ኲናት ትግራይ ኣብ ጎኒ ሓይልታት ፌዴራል ብምዃን እወታዊ ተራ ከም ዝነበሮ ብምጥቃስ ሕጂ ግን ቀንዲ ስጋት ኮይኑ ዘሎ ሓይሊ ምዃኑ ኣስሚርሉ። እዚ ድማ እቲ ቀሊል ናይ ሓደ ክልል ምንቅስቓስ ኢሉ ዝጀመረ ኣብዚ እዋን ንመሰረታት መንግስቲ ዝነቓንቕ ሓይሊ ስግኣት ኮይኑ ምህላው ገሊጹ። እዚ መሰረታዊ ለውጢ ኣሰላልፋ ተፈጥረ ድማ ኣብ መንጎ ብልጽግናን ፖለቲካዊ ልሂቃን ክልል ኣምሓራን ድሒሩ ብሰንኪ ተፈጥረ ዘይምርዳእ ጥራይ ዘይኮነስ መንግስቲ ዝወስዶም ፖለቲካውን ወተሃደራውን ስጉምታት ብህዝቢ እቲ ክልል ብጌጋ ስለ እተወዘ ምዃኑ ይኣምን። ምስጢራዊ ሰነድ ብልጽግና ኣስጋእነት ፋኖ ዝያዳ ከብርህ እንከሎ፣ ኣብ ርእሲ እቲ ዘካየዶ ወተሃደራዊ ምንቅስቓሳት ኣብ ከተማታትን ገጠራትን መሓውራት ዘርጊሑ ንመንግስቲ ከም ናይ ህልውና ስግኣት ብምቕማጥ ካብ ህዝቢ ንምንጻል ዝገበሮ ስራሓትን መሓውራት መንግስቲ ብግቡእ ስርሖም ከየሰላስሉ ዕንቅፋት ምዃኑ ይጠቅስ። ኣብ ርእሲ እዚ ድማ ናይ ሓባር ጸላኢ ብዝብል ስትራቴጂ ምስ ህወሓትን ሻዕብያን ዝፈጥሮ ዘሎ ጽምዶ ንሓደገኛነት እቲ ኩነታት ዘጋድድ ምዃኑ ከም ዝኣምን ኣቐሚጡ። ካልእ ንፋኖ ሓይልን ተቐባልነትን ዝሃበ ምኽንያታት ዝበሎ ድማ እቲ ብወተሃደራዊ መራሕቲ ሰራዊት ፌዴራል ዝወሃብ ታህዲድ ምፍራሕን ምዃኑ ኣስሚሩሉ። እቶም ሓለፍቲ ዝገብርዎ መስመሩ ዝሓለፈ ታህዲድ ፋኖ ከም ወሓስ ህዝቢ ንኽረ መንስያትካ ብብዝሒ ኣብ ጎኑ ክስለፉ ዕድል ዝኸፈተ ምዃኑ ጠቒሱ ከም ዓቢ ናይ ህዝባዊ ርክባት ሽግር ኣለልዩ። ብድሕሪ እዚ ብመሰረት ሰነድ ብልጽግና ከም ስትራቴጂያዊ ስግኣት ዝተራየ እቲ ካብ ምሕዝነት ናብ ጸለ ዝተቐየረ ኣብ መንጎ መንግስታት ኢትዮጵያን ኤርትራን ዝነበረ ዝምድና እዩ። እቲ ይግበር ኣሎ ዝበሎ ምትእታው ኤርትራ ኣብ ጉዳይ ኢትዮጵያ ድማ ንስልጣን ናይቲ ሰልፊ ብልጽግና ሓደጋ ምዃኑ ተመዝጊቡ ኣሎ። ሻዕቢያ ክብል ዝጠቕሶ እቲ ሰነድ መንግስቲ ኤርትራ ኣብ ኲናት ሰሜን ዝነበረ ፖለቲካውን ወተሃደራውን ኪዳን ኣብቂዑ ኣብዚ እዋን ሻዕቢያ ንመንግስቲ ከውድቕ ኣብ ቅድመ ግንባር ተሰሊፉ ዘሎ ሓይሊ እዩ ክብል ብስለያ ዝተደገፈ መረዳእታ ከም ዘለዎ ኣስፊሩ። እቲ ቀንዲ ጠንቂ ናይዚ ኩነታት ድማ ኣጀንዳ ኣፍደገ ባሕሪ ንልኡላውነት ኤርትራ ብዝትንክ መልክዕ ኣብ ዘይግዚኡን ኣብ ዘይቦትኡን ምልዓሉ ዝፈጠሮ ግጉይ ኣካይዳ ምዃኑ ከም ዝኣምን ይገልጽ። እዚ ድማ ብመሰረት ስምምዕ ፕሪቶርያ ኣብ ትግራይ ተፈጥረ ቅልውላው ከይተፈትሐ ኣጀንዳ ኣፍደገ ባሕሪ ናይ ኣደባባይ ምስጢር ምግባርና ነቲ ታሪኻዊ ልምዲ ዘለዎ ሻዕቢያ ኣብ ርእስና ክዝንቢ ምኽንያት ኮይኑ ይብል። ብልጽግና ኣብ ሰነዱ ኣብዚ እዋን ድማ ሻዕቢያ ነቲ ኣብ ኢትዮጵያ ዘለዉ ሃጓፋት እንዳተጠቀመ ብፍላይ ንፋኖ ብሎጂስቲክስ ታዕሊምን ወተሃደራዊ ስለያን እናደገፈ መንግስቲ ፌዴራል የዳኸም ከም ዘሎ ይኸስስ እብዛ ኣካይዳ እዚ ንሱዳን ንግብፂ ናብ ዘሰለፈ ኪዳን ንኢትዮጵያ ኣኽቢብካ ብምንጻል ንምዳኻማ ኣበርቲዑ ይሰርሕ ከም ዘሎ ከም ተረደ ብልጽግና ኣብ ገምጋሙ ኣስፊሩሎም። መራሕቲ ኤርትራ ንመሪሕነት ብልጽግና ከም ዘይእመንን ተጋላባጢ መርገጽን ዘለዎም ገይሮም እዮም ዝርእይዎ ዝብል ባዕሉ መደምደምታ ዝሃበ ሰነድ ብልጽግና እዚ እምነት እዚ ድማ ኣብ ዲፕሎማስን ዘተን ከም ዘይኣምኑ ገይርዎም ኣብ ቀጥታውን ዘይቀጥታውን ግጭት ድማ ኣትዮም ኣለዉ ኢሉ ኣብቲ ንጉዳይ ኣፍ ደገ ባሕሪ ዝምልከት ድማ ብፍላይ መራሕቲ ሰራዊት ሃገር ቀይሕ ባሕሪ ብሓይሊ ክንቆጻጸሮ ኢና ዝብል ዘይተደልየ ፈኸራ ኤርትራ ነቶም ኣብ ኢትዮጵያ ዝንቀሳቐሱ ጸረ መንግስቲ ዝበሎም ሓይልታት ፋኖን ህወሓትን ከዋህድ ወርቃዊ ዕድል ከም ዝኸፈተሉ ብነቐፌታዊ ገምጋም ይኣምን እዚ ኩነታት ሻዕብያ ምስቲ ቀንዲ ጸላዩ ዝነበረ ህወሓት ከይተረፈ ናይ ሓባር ጸላኢ ብዝብል መትከል ክዕረቕን ክተሓባበርን ከም ዘገደዶ ኣስፊሩ ኣተሓሒዙ እቲ ሰነድ ገምጋም ሻዕቢያ ብዘለዎ ነዊሕ ተመክሮ ደባይ ኩናትን ኣብ ፖለቲካ ኢትዮጵያ ዝጸንሖ ነዊሕ ኢድን ተጠቂሙ ንስርዓት ብልጽግና ዓብ ዕንቀፋት ምርግጋእ ኮይኑለ ይብልሞ እቲ ኣብ መንጎ ሻዕቢያን ዕጡቓት ተቓወምቲ ሓይልታት ተሃገርን ዘሎ ርክብ እንተዘይበቲኽናዮ ሕቶ ኣፍደገ ባሕሪ ብዝሰኸነ ዲፕሎማሲ ተዘይመሊስናዮ ኣእዳው ሻዕቢያ ኣብ ማእከል ሕምብርቲ ኢትዮጵያ ኣትዩ ውድቀት ከቀላጥፍ ከም ዝኽእል ክፍለጥ ይግባእ ክብል የጠንቅቕ። ነዞም ስትራቴጂያዊ ስግኣታት ብምዝርዛር መፍትሒ ዝበሎም ሓሳባትን ኣፈጻጽማ ስትራቴጂያዊ ውጥንን ዘቐመጠ ውሽጣዊ ምስጢራዊ ሰነድ ብልጽግና ደም ሰዓብ ጸላእቲ ምልላይን ብኡ መሰረት ድማ ከም ዝነጻጸሉ ምግባርን ዝብል እዩ ከም ቀዳማይ ስትራቴጂኡ ዘቐመጥ። በዚ መሰረት ድማ እቶም ስግኣታት ህወሓት፣ ኣልቡርሃን፣ ፋኖን ሻዕቢያን ምዃኑ ብምዝርዛር ንኹሎም ብሓደ ግንባር ምግጣሞም ከም ዘይከኣል ምእማን የድሊ ይብል። እዞም ሓይልታት ብሓባር ስርዓት ብልጽግና ምውዳቕ ኣብ ዝብል መሪሕ ዕላማ ምዕሳሎም ጠቒሱ እዚ ድማ ንወተሃደራውን ፖለቲካውን ዓቕሚ ብልጽግናን ብልጽግና ዝመርሖ መንግስትን ከቢድ ፈተና ምዃኑ ኣስፊሩሎም። ኣብዚ ክውነት ተመርኪስካ ድማ ህላወን ቀጻልነትን ስልጣን ንምርግጋጽ ስትራቴጂያዊ ምንጻል እቲ እንኮ ኣማራጺ ፍታሕ ምዃኑ የዘኻኽር። ነዚ ስትራተጂ ተበሊጽካ ብኣድማዕነት ንምዕዋት ድማ፣ እቲ ኣብ መንጎ እዞም ሓይልታት ዘሎ ታሪኻዊ፣ ስነ-ሓሳባውን ናይ ረብሓታት ግጭታት እናጉላሕካ፣ እቲ ሓደ ምስቲ ሓደ ናይ ምግጫው ሜላ ይብል። ካብዚ መበገሲ ስልቲ ድማ፣ መጀመርታ ነቲ ኣብ መንጎ ኤሊታት ኣምሓሩን ተጋሩን ዘሎ ናይ ሓባር ጸላኢ ዝብሊ ትረኻ ብህጹጽ ክንሰብሮ እዋኑ'ዩ ብምባል፣ ገድል ምዃኑ ጽቒቱ ይጠቅስ። ኣብዚ ድማ እቲ ማንም ዝፈልጦ ፋኖን ህወሓትን ብሕቶ ይግባእኒ ብፍላይ ድማ ኣብ ጉዳይ ወልቃይትን ራያን ዘለዎም ዝጸንሐ ፍልልይ ኣብ ዝኾነ እዋን ክዕረቕ ዘይክእል ምዃኑ ብምርዳእ ነቲ ኣብ መንጎኦም ዘሎ ዘይምትእማን እናጻሕተርካ መላሊስካ ክትቆሳቑሶን ከም ዝፈላለዩ ምግባርን ኣድላዪ ምዃኑ ብልጽግና ይኣምን። ስለዚ እቲ ብሰልፊ ስምረት ዝቐረበ ኣብ ትግራይ ወተሃደራዊ ስጉምቲ ምውሳድ ዝብል ሕቶ ንግዜኡ ንጎኒ ኣጽኒሕካ፣ ጉጅለ ደብረጽዮን ካብ ፋኖን ህወሓትን ንምንጻሉ መስመራት ዘተ ምኽፋት ግዴታ ይብል። ብተወሳኺ ህዝቢ ትግራይ ንምኽሳብ ዝኣክል መጥቃዕቲ ሻዕቢያ ንከላኸለልካ ንሕና ኢና ብዝብል ቅማረ ናብ መንግስቲ ፌዴራል ከም ዝጽጋዕ ምግባር ነቲ ሻዕቢያ ኣብ ውሽጣዊ ጉዳይ ኢትዮጵያ ዘለዎ ጽልዋ ኣመና ይጉድሎ እዩ። ብማዕሪኡ ድማ እዚ ስጉምቲ እቲ ህወሓት ንፋኖ ዝገብሮ ዘሎ ደገፍ ከቋርጽን ኣንፈቱ ክዛባዕን ከገድድ ይኽእል እዩ ዝብል ቀዳማይ ስትራቴጂ የቐምጥ። እቲ ኣብ ካልኣይ ስትራቴጂ ዕላማ ዝተገብረ ድማ ናብ ፋኖ ዘነጻጸረ እዩ። እዘ ድማ ንፋኖ ካብ ውሽጢ ሰርሲርካ ንምድኻሙ ምስራሕ ምዃኑ የመልክት። እቲ ፋኖ ኣብ ቀረባ ግዜ ዝገለጾ ምሉእ ውህደት ናይቲ ምንቅስቓስ ኣብ ባይታ ከም ዘይሰርሕን በብኸባቢኡ ዝተበታተነ ሰንሰለት መሪሕነት ይቕጽል ምህላው ብምቕማጥ እዚ ሃጓፍ እዚ ተቐላጢፍና ክንምዝምዝ ዘለና ኢሉ ይዝላቦም። ኣብ ወተሃደራዊ ሓይሊ ጥራይ ከይተሓጸርካ ኣብ መንጎ መሪሕነት ጉጅለታት ፋኖ ናይ ጥቕምን ስልጣንን ቅሩቁስ ከም ዝፍጠር ምስራሕ መራሕቲ ብምስጢር እናረኸብካ ድማ ናብ ሰለማዊ ህይወቶም ዝመፅሉ ኩነታት እናረኣኻ ከም ዝሰድዑ ምግባር ዝብል ስትራቴጂ ኣመልኪትሎም ነቲ ኣብ መንጎ ፋኖ ሻዕቢያን ኣልቡርሃንን ዘሎ መስመር ቀረባት ንምብታኽ ድማ ምስ ሱዳን ዘዳውብ ከባቢታት ብዝለዓለ ጸጥታዊ መዋቕር ከም ዝሕሎ ምግባር፣ ምስ ሰራዊት ሱዳን ድማ ኣብ ዝሓጸረ ስምምዕ ሓባራዊ ድሕነት ክብጻሕ እንተኽኢሉ፣ ንህላወ ስርዓት ብልጽግና ወሳኒ ምዃኑ ብግልጺ መልኪቱ'ሎ። እቲ ኣብዚ ስትራቴጂያዊ ውጥን ዝተቐመጠ መርሓ፣ እቶም ናይ ደገ ጸላእቲ ዝተባህሉ ኣብቲ ሰነድ ሻዕቢያን ኣልቡርሃንን ተባሂሎም ተጠቒሶም ዘለዉ እዮም። ብመሰረት ድማ ንሻዕቢያ ብቐጥታ ኣብ ክንዲ ምግጣሙ ንሱዳን ብዲፕሎማስን ዘተፈላለየ ረብሓታትን ብምስሓብ ካብ ናይ ኤርትራን ግብፅን ጽቐጢ ከም ትገላገል ምግባር ይከኣል ኢሉ ከም ዝኣምን ኣስፊሩሎም። ኣልቡርሃን ደገፍ ኢትዮጵያ ረኺቡ ኣብ ሱዳን ዓብላልነቱ ከረጋግጽ ተኽኢሉ ንፋኖ ይኹን ካልኦት ሓይልታት ዝገብሮ ከለላ ደው ከብል ግድን ኢሉ ቁማሩ የቐምጥ። እዚ ድማ ነቲ ሓደ ሃሪምካ ነቲ ሓደ ምኽሳብ ዝብል ምዃኑ የመልክት። እዚ ድማ መንግስቲ ብልጽግና ነቶም ብዝተፈላለየ ኣንፈት ዘለዉ ጸላቱ በብግንባሮም ንበይኑ ኣክንዲ ዝገጥሞም ነቲ ሓደ ተጠቂምካ ነቲ ካልእ ንምውቃዕ ይሕግዞ ኢሉ ከም ዝኣምን ኣስፊሩሎም እዚ ምግባር ተዘይተኻኢሉ ግን ኣርባዕቲኦም ብሓባር ዝገብርዎ መጥቃዕቲ ነቲ ስርዓት ኣብ ሓጺር ግዜ ከፍርሶ እዩ ብምባል ስግኣቱ ኣቐሚጡ ኣብዚ መዳይ እቲ ከም ዓቢ ዕንቅፋትን ዘይኣድላይነትን ዝተነቕፈ ናይ ዘረባን ህዝባዊ ርክባትን ስልቲ ኮይኑ እዚ ድማ ብህጹጽ ክቕየር እቲ ሰነድ የተሓሳስብ። ከም መበገሲ ሓሳብ ድማ እቲ መንግስቲ ኣብዚ እዋን እዚ ገጢሞ ዘሎ ከቢድ ፈተና ሕጽረት ወተሃደራዊ ኣጽዋር ዘይኮነስ ቀልቢ ህዝቢ ንምውናን ዘኽእል ልቦና ዘይምህላው ምዃኑ ይኣምን። ዝሓለፈ ዓመታት ተሰርሓሉ ስትራቴጂ ህዝባዊ ርክባት ድማ ነቲ ስርዓት ኣብ ቅድሚ ህዝቢ ተቐባልነት ዘይኮነስ ጥርጣረ፣ ምግላልን ጽልእን ጥራይ ምዃኑ ብምስማር፣ ብፍላይ ላዕለዎት ስበ ስልጣንን ኣዘዝ ሰራዊትን ከዘውትሮም ጸንሑ መደረታት ኣብ ቅድሚ ህዝቢ ከም ንዕቐትን ፈኸራን ጥራዮም ተራዮም። ስለዚ ነቲ በዚ ዝተፈጥረ ክሳራታት ብምእማን መትከላት ህዝባዊ ርክባት ሰልፍን መንግስትን ብህጹጽ ክዕረ ግዴታ ምዃኑ ጸዊዑ ኣብዚ ድማ ዘይኣድላይነት ናይቲ በብዝመጸልካን በብኣፍካን ዘረባ ብምእማት ምቁጽጻር ስቕታ ሰበ ስልጣን ኮንትሮል ሳይለንስ ግብራዊ ምግባር ቀዳማይ ፍታሕ ምዃኑ ረቂሑ ብፍላይ ኣዘዝ ሰራዊት ዝህቦ መግለጺታት ክቁጠቡ ብምትሕስሳብ ማዕከናት ዜና መንግስቲ ንበይነን ዝነዝሖ ፕሮፓጋንዳ እኹልን ውፅኢታውን ዘይምዃኑ እቲ ሰነድ ኣቐሚጡ እዚ ስለ ዝኾነ ድማ ይብል እቲ ሰነድ እቶም ኣብ ማሕበራዊ ሚድያ ዘለዉ ጸለውቲ ሰባት ብገንዘብን ዝተፈላለዩ ጥቕምታት ብምሓዝ ኣጀንዳታት መንግስቲ በብመንገዶም ከም ዝዝርግሑ ምግባር ግዴታ ኢሉሎም በዚ ኣገባብ እዚ ድማ ነቶም መንግስቲ ብቐጥታ ባዕሉ ክዛረበሎም ዘይደልዮም ኣጀንዳታት በዞም ተኸፈልቲ ሸቃሎ ማሕበራዊ ሚድያ ቢልካ ከም ነጻ ሓሳብ ናብ ህዝቢ ከም ዝሰርጹ ንምግባር ሓጋዚ ምዃኑ ጠቒሱ ንመትከላዊ ኣገዳስነት ሰራዊት ማሕበራዊ ሚድያ ኣስሚሩሉ። እታ ሃገር ንምክልኻል ዝብል ስምዒት ህዝቢ ዳግማይ ከም ዝባራበር ብምግባር ፖለቲካዊ ክርፍስ ቀይርካ ሞራልን ደገፍ ህዝብን ከም ዝምለስ ምግባር ንህላወቲ ስርዓት ወሳንበት ንምዃኑ እቲ ሰነድ ኣቐሚጡ ካልእ እቲ ብልጽግና ንዝሓለፈ ሰለስተ ዓመታት ብፍላይ ብዝተፈላለየ ቃናን ፈኸራን ክድስቆ ዝጸንሐ ጉዳይ ኣተሓዛ ኣፍደገ ባሕሪ እዩ በዚ መሰረት እቲ ኣጀንዳ ናብ ዲፕሎማስያዊ መስመር ምምላሱ መተካእታ ዘይብሉ መንገዲ ምዃኑ ኣስሚሩሉ እቲ ሰነድ ሽዑ እኳ ሰልፍን መንግስትን ብልጽግና ንእዋናውነት ኣፍደገ ባህሪ ናብ ኣደባባይ ከም ዝወጽእ ምግባሮም ታሪኻውን ቁጠባዊ ፍትሓውነትን ዘለዎ ምዃኑ ከም ዝኣምን ጠቒሱ ብስትራቴጂያዊ ዓይኒ ግን ናይ ቀዳምነታት ሽግር ዝተራእዮ ንህላወ እቲ ስርዓት ተገምጢሉ ንሓደጋ ዘቃልዐ ስሑት ኣካይዳ ምዃኑ ኣሚኑ ጉዳይ ህወሓትን በሰላታት ኲናት ትግራይን ከይተፈትሐ ባህጊ ተስፋሕፋሕነት ክትርጎም ዝኽእል ሕቶ ምልዓልና ተጋጊና ኢና። ስለዚ ብልጽግና ካብቲ ኣትይዎ ዘሎ ዞባዊ ከበባን ተነጽሎ ንምውጻእ ሕቶ ኣፍ ደገ ባሕሪ ካብ ወተሃደራውን ፖለቲካውን ፈኸራን ታህዲድን ወጺኡ ናብ ዲፕሎማስያዊ መስመር ከም ዝምለስ ምግባሩ ግዴታ ኮይኑሎ የብል እቲ ልሒኹ ዝወጸ ውሽጣዊ ሰልፋዊ ሰነድ ብልጽግና። ክቡራት ተኸታተልትና ቀንዲ ትሕዝቶ ናይቲ እዋናዊ ውሽጣዊ ገምጋም ሰልፍን መንግስትን ብልጽግና እቲ ቀንዲ ዘተሕዝቱ ዘተኸታተልኩም እዩ ነይሩ። ብጽሞና ተኸታቲልኩም ኣስተንቲንኩም ክትኮኑ ከም ትኽእሉ ንተኣማመን። ሓሳብኩምን ስምዒትኩምን ኣብ ቦታ ኮመንት ብነጻ ኣካፍሉ። ነዚ ሰነድ ምርኩስ ብምግባር ድማ እዚ ተኸቲሉ ክገብሮ ዝጸንሐ ገለ ጉሉሕ ኣካይዳታት ንምዝኽኻርን ተገንዝቦኹም ንምዕማቕን ኣብ ቀጻሊ መደባትና ከነቕርበልኩም ክንፍትን ኢና። ሰላም ዘለዎ ዕረፍቲ ቀዳመ ሰንበት እንዳተመነና ንሰናበተኩም ሰላም።